ኣምሓዲርኩም እንኳዕ ደሓን መፃኹም ሎሚ እውን ከምቲ ልሙድ ውድብና ውድብ ናፅነት ትግራይ ኣብ እዋናዊ ፖለቲካዊ ኩነታት ዓድና ኣመልኪቱ ንዝህቦ መግለፂ ዝገበሮ ዕድመ መሰረት ዕድመና ኣኽቢርኩም ስለ ዝተረኸብኩም ኣብ ዝተረኸብኩም ኣካላት ሚድያ ከመስግነኩም ይፈቱ። ብምቕፃል ናብቲ መግለፂ ክሓልፍ እየ ማለት እዩ። ዝኸበርካ ኣብ ውሽጢ ዓድን ኣብ ደገን ትነብር ህዝብና ዝኸበርኩም ፍቆንዶ ኬንዳን ስደትን ከርታት ህይወት ተሕልፉ ዘለኹም ወገናትና ዝኸበርኩም ብውሽጥን ብደገን ዘለኹም ህዝባውነትኩምን ብሄራዊ መትከልኩምን ዘይረሳዕኹም ኣባላት ቲዲኤፍ ስርዓት ህወሓት መሪሑ ዘተኣታቶ ብሄራዊ ውድቀት ካብ ግዘ ናብ ግዘ እናተጋደደ መፂኡ ትግራይ ሐዚ ኣትያቶ ንዘላ ኩለ መዳያዊ ቅልውላው ዳሪግዋ ይርከብ። ነገራት ብፍጥነት ብዘይተደላዪ መንገዲ ክምዕብሉን ትግራይ ኣብዚ ኩለ መዳያዊ ቅልውላው እዚ ክትወድቕን ካብ ዝገበሩ እቲ ኣውራ ምኽንያት ብዕለት ዓሰርተ ሓሙሽተ ወርሒ ጥሪ ክልተ ሽሕን ዓሰርተ ሸውዓተን ኣቆጻጽራ ግእዝ ንባዕሎም ኮርን ካብ ኮር ንላዕልን ኢሎም ዝጽውዑ ላዕለዎት ወታደራዊ መኮንናት ብቓልዕ ውግንንኦም ንሓደ ጉጅለ ህወሓት ምዃኑ ዝገለጽሉ ሓላፍነት ዝጎደሎ ከይድን ውሳነን ከምኡ'ውን ውሳነኦም ናብ ተግባር ንምቕያር ብዝብል ምስምስ ማህተም እናመንጠልካ መንግስታዊ መሓውራት ናይ ምቁጽጻር ስጉምትታቶምን እዮም። እዚ ተግባር እዚ ውሽጣዊ ፖለቲካዊ ወጥሪ ኣጋዲዱ፣ ማሕበራዊ እምነት ህዝብና ሸርሺሩ፣ ጸጥታዊ ቅልውላው ኣዛይዱ፣ ኣብ መላእ ህዝብና ድማ ሞራላዊ ውድቀት ኣዋሊዱ እዩ። ትግራይ ኣብ ታሪኻ ካብ ዘጋጠምዋ እቲ ዝኸፍኣ ዝበሃል ኣብ ሰራዊትናን ኣብ ህዝባን እውን ምክፍፋል ኣስዒቡ እዩ። ሰበስልጣን ህወሓት፣ ሓይልታት ፅንተት ንዝኾኑ ሻዕቢያን ብልፅግናን ከም ማእገሮምን መድሕኖምን ገይሮም ክተፋነኑን ክባልዑን ምፅንሖም ጥራሕ ዘይኮነስ ከባብያውነት ከም ፖለቲካዊ ድፋዕ ቆፂሮም ማሕበራዊ እምነት ትግራይ ሸርሺሮምዎ መልክዕን ትሕዝቶን እቲ ፖለቲካዊ ወጥሪ እውን ቀይሮምዎን ዝያዳ ክተሓላለኽ ገይሮምዎን እዮም። ብሓፈሻ ትግራይ ሎሚ እቲ ፖለቲካዊ ኪሳራ ተጎልቢቡ፣ ሕጋዊ ቅቡልነት ስኢኑ፣ ህዝባዊ እምነት እውን ዝሓረሞ ጉጅለ ህወሓት ብቓልዕ ዕልዋ መንግስቲ ፈፂሙ ዝዕንድረላ ዓዲ ኮይና ኣላ። እዚ ጥራሕ ግን ዘይኮነስ ብበይናውን ተናፀላውን ውሳነ ንጉጅላውን ውልቃውን ህልውንኡን ረብሕኡን ክበሃል ትግራይን ህዝብናን ናብ ዘይምልከቶም ፅምዶታትን ኲናትን ከጥሕል ላዕልን ታሕትን ክብል ይረኣይ ኣሎ። ህዝቢ ዘይውክሉን ዘይመትከላውያንን ፅምዶታት እሞ ድማ ምስ ሓይልታት ፅንተት እንትግበሩ ንርእን ንሰምዕን ኣለና። ሕልፍ ሓሊፍዎም ድማ፣ እቲ ዓቕሚ እንዳሃለወና'ኳ ዓቕምና ሓሺሾም ብተደጋጋሚ ዝጠለምዎ ዕላማ ናጽነት፣ ሎሚ ናይ ሕጋዊ ኣፍልጦ ቅልውላውን ህዝባዊ ቅቡልነት ምስኣንን ምስ ገጠሞም ከም መፈራርሒ ካርዲ ክመዝዎን ብዋጋ ብሄራዊ ቃልስን ብዋጋ ብሄራዊ ቃልሲ ናጽነት ስልጣኖም ከውሕሱን ብዲጂታል ሰራዊቶም ኣቢሎም ውጥም ክልክል ክብሉ ንዕዘብ ኣለና። ጉጅለ ህወሓት ንዕላማ ናፅነትን ንሰማእታት ናፅነትን ሓደ ግዘ ወይ ድማ ክልተ ግዘ ጥራሕ ኣይኮነን ጠሊምዎ። የግዳስ ሸውዓተ ግዘ ሰብዓ ዝጠለመ ሓይሊ ምዃኑ ንምርዳእ መስካሪ ኣየድልየናን። እቲ ትማሊ ኣንፃር ሓይልታት ፅንተት ምዉቕ ናብርኡ ገዲፉ ከካብ ዝሰፈረሉን ከካብ ዝነበሮን ተዋሕሊሉ ናብ ዓዲ ኣትዩ ዝተዃሸሐ ፈቖዶ ጎቦታት፣ ሽንጥሮታትን ከተማታትን ትግራይ መስዋእቲ ዝኾነን እቲ ሎሚ ኣካሉ ጎዲሉ መሐከሚ ስኢኑ ዝሳቐ ዘሎን ተጋዳላይና ህያው ምስክር እዩ። ናጽነት ክባር መስዋእቲ ከፊልካ ንመጻኢ ወለዶ እተግዝሞ ክባር ገዝሚ ደኣምበር ንስልጣንካ ወይ ድማ ንጉጅላዊ ረብሓኻን ውልቃዊ ህልውናኻን ክትብል እትመዞ መፈራርሒ ጻውና ኣይኮነን። ናጽነት ክባር መስዋእትን ልዑል ብሄራዊ ተኣማንነትን ዝሓትት ክቡር ዕላማን ደበስ ኩሎም ሰማእታትን እዩ። ዝኸበርካ ህዝቢ ትግራይ! ትግራይ ብስምምዕ ሰላም ፕሪቶርያ ኣቢላ ካብ ኣዕናዊ ኲናት ፅንተት ኣንፃራዊ ሰላም ናብ ዝፈጥር መድረኽ ፖለቲካ ተሳጊራ እኳ እንተነበረት ሐዚ ግና መሊሳ ናብ ሕምስምስ ኣትያ ትርከብ። እዚ ሕምስምስ እዚ ድማ ክሳብ ኲናት ሕድሕድን ዓውደ ዂናት ሓይልታት ግዳምን ናይ ምዃን ናብ ምዃን ክምዕብል ዝኽእል ሕምስምስ እዩ። እዚ ዘርእየና ድማ ኣወዳድእኡ ብዘየገድስ ኣብ ትግራይን ከባቢናን ሓዱሽ ምዕባለን ሓዱሽ መድረኽ ቃልስን ተፈጢሩ ከምዘሎ እዩ። ነዚ ምዕባለ ብዝግባእ ተገንዚብካን ተንቲንካን መርገፂ ስትራቴጂ ቃልሲ ምንፃር ድማ ግድን ይኸውን። ብየማነ ፀጋም ዘለዉ ሓይልታት ፅንተት እውን ብሕጋዊን መትከላዊ ዲፕሎማሲያውን ፖለቲካውን ከይድታት ተሓተትቲ ንኽትገብሮም ደኣ እምበር እትጻመዶም መጻምድኻ ኣይኮኑን። ኩሎም እዞም ሓይልታት እዚኦም ከም ብሄር ክትህሉ ዝፈቕዱ ሓይልታት ኣይኮኑን። እዚ ብክልሰ ሓሳብ ወይ ብኣምር ኢልና እንብሎ ዘይኮነስ ብተግባር ኣብ ዝሓለፉ ዓመታት ዝረኣናዮ ተግባር እዩ። ስለ ዝኾነ ቤት ምኽሪ ውድብና ውድብ ናፅነት ትግራይ ብዕለት ትሽዓተ ታሽዓይ ወርሒ ክልተ ሽሕን ዓሰርተ ሸውዓተን ኣቆፃፅራ ግእዝ ኣብ ዘሳለጦ መደበኛ ጉባኤኡ ፀብፃብ ሽዱሽተ ኣዋርሕ ኣድሚፁን ገምጊሙን ጥራሕ ዘይኮነስ ገምጋም ህልው ኩነታት ኣሰላልፋ ሓይልታት ኣብ ቀርኒ ኣፍሪቃ ትግራይና ዘላትሉ ብሄራውን መንግስታውን ቁመና እዚ ኣሰላልፋ ሒዙልና ዝመፅእ ብድሆታትን ዕድላትን ክህልዉ ዝኽእሉ እንተታት ወይ ድማ possible scenarios ከምኡ እውን መወፃፅኦን ኣብዚ ሓዱሽን ዝተሓላለኸን መድረኽ እዚ ውድብና ክሕዞ ዝግባእ ስትራተጂካዊ መርገፅን ኣብ ዝሓዘ ፅሑፍ እውን ተመያይጡ ኣፅዲቑ መርገፂኡ እውን ግቡጥ መንጎኝነት ወይ ድማ calculated neutrality ክኸውን ብዕሊ ወሲኑ ኣሎ። እዚ ማለት ትግራይ ከም ብሄር እሙንን ቅቡልን መንግስቲ እንተዝህሊ እንተዝህሊ ድማ ከም ብሄራዊ መንግስቲ እዘብ ዘየለሉ ግን ውድብና ውድብ ናጽነት ትግራይ ከም ሓቀኛ ብሄርተኛ ውድብ ክንክተሎን ሽኻልና ክንገብሮን ዝግበእና ነጺርና ኣለና። ከም ውድብ ኣንፈትን ስትራተጅን ቃልስናን ቃልስና ናይ ሓጺር፣ ናይ ማእኸላይ፣ ናይ ነዊሕ እዋን ኢልና ዝነጺርና፣ ነጺርና እውን እናተቓለስና ዝጸናሕና ውድብ ኢና። ናይ ሓጺር እዋን ኣንፈትን ስትራተጂን ቃልሲ ብቐንዱ ኣብ ትግራይ ቅቡል፣ እሙንን ብፖለቲካዊ ድርድርን ዲፕሎማሲያዊ ፅዕንቶን ስምምዕ ሰላም ፕሪቶሪያ ከፈፅምን እታ ሕገ መንግስታዊት ትግራይ ከውሕስን ዝኽእል ካቢኔን ቤት ምኽርን ዘለዎ መንግስትነት ምትካል እዩ ነይሩ። በዚ ኣቢልካ ግዝኣታዊ ሓድነት ተውሕስ፣ ተመዛበልትኻ ተምልስ፣ ጸጥታን ርግዓትን ህዝብኻ ተረጋግጽ፣ ንቐጻሊ መረጻ ጥጡሕ ባይታ ትፈጥር ወዘተርፈ ዝብሉ ዋና መቃለሲ ዓንድታት ክኾኑ ይግባእ ነይሩ። ከም ውድብ እውን እዚኦም ነጺሩ እናተቓለሰ ዝጸንሐ እዩ ውድብና፣ ውድብ ናጽነት ትግራይ። ናይ ማእኸላይ ግዘ ኣንፈትን ስትራተጂን ቃልሲ ድማ ብቐንዱ ኣብ ሕውየትን ዳግመ ህንፀትን ትግራይ ትኹረት ዝገበሩ ስራሕቲ ምስራሕ እዩ። እዚ እውን ብቐንዱ ፖለቲካዊ፣ ምምሕዳራዊ፣ ቁጠባዊ፣ ፀጥታዊ፣ ዲፕሎማሲያዊ ዓቕምታት ምህናፅን ምሕዋይ ኩለንተናዊ ቁመና ብሄረ ትግራይን ትኹረት ዝገበረ ስራሕ እዩ ነይሩ። ኣብ ዝተናውሐ ኣብ ዝተናውሐ ድማ ምግሃድ ናፃን ልእላዊትን ሃገረ ትግራይ ክኸውን ነፂሩ ስትራተጂ ቐሚጡ እናተቓለሰ ዝፀንሐ ውድብ እዩ። ሎሚ ግን ብዘይ ግልፅን መትከላውን መርሓ ጎደና ዝጓዓዝ ስርወ መንግስቲ ህወሓት በዚ ሐዚ ንሪኦ ዘለና ብርኪ ትግራይ በታቲኽዋን ተጋሩ እውን ሕድ ሕድና ክንተፋነንን ገይሩና ይርከብ። ሎሚ እውን ብኽልቲኦም ጉጅለታት ህወሓት ዝሳሰዩ ዘለዉ ዘይተቐደሱ ፅምዶታት ፖለቲካና ሓላሊኾም ሒዘምዎ ይርከቡ። ፅምዶን ርክብን ዝተፈላለዩ ኣምራትን ተግባራትን እዮም። ርክብ ከም ህዝብን ከም መንግስትን ክንገብር ንግደድ እኳ እንተኾንና ምስ ጀኖሳይድ ዝፈፀሙልና ሓይልታት እንገብሮ ዝኾነ ይኹን ፅምዶ ግን ቅድስና ክህልዎ ኣይኽእልን። ምስ ብልፅግና ይኹን ምስ ስርዓት ህግደፍ ከም ተጋሩ ይቕሬታ ኣብ ዘይተሓተትናሉ፣ ካሕሳ ኣብ ዘይረኸብናሉ፣ ፍትሒ ኣብ ዝተኸላእናሉ ጉዳይ ምስዞም መፅነትቲ ሓይልታት እሞ ድማ እናፈራርሑን እናፈከሩን ከም ብዕራይ ክፀምዱ ናብ ዝኸድዎ ክያዶ፣ ተፃመድቲ ኮይንና መሳሰይቲ ኮይንና ክንርከብ ከም ህዝቢ ሞራል ዘይብሉ ህዝቢ ክብሪ ዘይብሉ ህዝቢ ንገብሮ ከም ዘለና እቲ ህዝቢ ክንርዳእ ይግባእ። ምስ ሓይልታት ፅንተት ብልፅግና ይኹን ህግደፍ ዋላ እውን ፋኖ ትግራይ ፅምዶ ክትገብር ፈፂማ ኣይትኽእልን። ፈፂማ ኣይትኽእልን። ውድብና ውድብ ናፅነት ትግራይ ዘይዋገየሎም ውድባዊ መትከላትን ብሄራዊ ረብሓታትን ቅድሚት ሰሪዑ ንጹር ቃልሲ ክገብር ምሉእ ምትእምማን ንክፈጥር ዘገደድዎ ኩነታት እውን እዞም ዘይተቐደሱ ጽምዶታትን ወረ ኲናትን ኲናትን ዝኣመሳሰሉ እዮም። ግዝኣታዊ ልእላውነት ትግራይ፣ ተመዛባላይ ህዝቢ፣ ሕገመንግስታዊ ቁመና ትግራይ እዚኦም ክገብር ከምልስ ዝኽእል ዓቕሚ፣ ህዝባዊ ቅቡልነትን ኣመኔታን ዘለዎ ብሄራዊ ሓድነት ዘምፅእ መንግስትነት ምትካልን መትከላዊ ኮይንኻ ኣብ ቅድሚ ዓለም ጠጠው ምባልን እቶም እንኮ ሕርያና ክኾኑ ዝግብኦም ናይ ሕዚ ወድዓዊ ኣጀንዳታትና እዮም። ምእንቱዙይ ድማ ከም ውድብ ግቡጥ መንጎኝነት ክንብል ከለና ወይ ድማ ካልኩሌትድ ኒውትራሊቲ ክንብል ከለና ኣብዞም ፎቲና ክንስወኣሎም እንኽእል ብሄራዊ ዛዕባታትና ጥራሕ ሸኽ ኢልና ኣብ ቅድሚ እዞም ዕማማት እዚኦም ዝፀንሐና ዝኾነ ይኹን ሓይሊ ብልፅግና ይኹን ህግደፍ ዋላ እውን ህወሓት ኣብ ቅድሚ እዞም ዕላማታትና እዚኦም እንትፀንሕ ቀዳምነት ሂብና ንቃለሶን ንብሄራዊ ረብሓናን ህላወናን ክንብል ዋጋ ክንከፍል ፍቓደኛ እንኾነሎምን ዛዕባታት ምዃኖም ክፍለጥ ይግባእ። መትከላዊ ውድባዊ መትከል ብሄራዊ ረብሓ ሽኻል ጌርካ ዝግበር ቃልሲ ካልኩሌትድ ኒውትራሊቲ ወይ ድማ ግቡጥ መንጎኝነት ይበሃል ክንብል ከለና ትግራይ እዞም ሓይልታት ፅንተት ኣብ ዝገብርዎ ምጅፋዕ እቲ ናታቶም ምድፍፋዕ ኣይጸልዋን ወይ ኣይምልከታን ማለት ዘይኮነስ፣ እንተወሓደ ካብ ሃፈጽታ ከይሓልፍ ምግባር ይከኣል እዩ። ዋላኳ ምሉእ ንምሉእ ክነትርፎ እቲ ክውንነት እውን ክንቅይሮ ዓቕሚ ዘይብልና እንተኾንና፣ እቲ ዓቕሚ ዝሰኣንናዮ እውን ብሰንኪ ውሽጣዊ ሕመቕና ስለዝኾነ፣ እሱ ክነትርፍ ዘይንኽእል እኳ እንተኾንና ግን ምሉእ ዕንወት ኣብ መላእ ትግራይ ከይህሉ ናይ ምክልኻል ሓላፍነት ክህልወና ይግባእ። መትከላዊ ኮይንካ ጠጠው ምባል መሰረታዊ ሕርያና ይኸውን ማለት እዩ። መሬት ክንብል ከለና ብዘይካ መሬት መንነት ስለ ዘየለ እዩ። ብዘይካ መንነት እውን ውግንና ስለ ዘየለ እዩ። ብዘይካ ውግንና ብሔራዊ ሓድነት፣ ብሔራዊ ዓቕሚ፣ ብሔራዊ ሓልዮት ዝበሃሉ ነገራት ኣይህልውን። ህዝቢ ትግራይ ብኸባብታት ተኸፋፊሉ ናይ ፅንተት ሓይልታት ከም ድላዮም ዝዕንድርሉ ኮይኑ ምንባር ስለ ዘይኽእል ኣይኮነን። ከም ውልቀ እውን በብዝመስለካ መንገዲ ተበታቲንካ ክትነብር ትኽእል ትኸውን። ከም ብሄር ግን ብሄራዊ ሓድነት ሃልዩካ ኣብ ዲፋይንድ ዝኾነ ተሪቶሪ ክትነብር ዘኽእል ልእላውነት ግዝኣትካ ዘውሕስ ቅቡል እሙን መንግስቲ ዛለካ ህዝቢ ኮይንካ ጠጠው ናይ ምባል ጉዳይ እዩ። ብሄራዊ ህልውና ቅድሚ ውልቃዊ ህልውና ሰሪዕና ክንቃለስ ዘገድድ ኩነታት እውን ስለዝተፈጠረ እዩ። ብኸባር ዋጋ ዝተቐበልናዮ፣ ብኸባር ዋጋ ዝተረከብናዮ ብሄር ሎሚ ብናይ ባዕልና ድኽመት ዓቕምታት ኩሎም ሓሽሽና ተኽእሎታትና ኩሉ በታቲንና ኣብ እግሪ እግሪ እቶም ናይ ፅንተት ሓይልታት ማሙቕ ክነናዲ ሃንደፍደፍ ንብል ህዝቢ ምዃንና ከም ወለዶ ካብዚ ንላዕሊ ከሕፍረና ዝግብኦ ነገር የለን። እቲ ክውንነት እዚ እናሃለየ ግን ብደገን ብውሽጥን ዘለኹም ፊደል ዝቆፀርኩም ልሂቃን ትግራይ እትገብርዎ ቃልሲ ትኹረት ዝሰሓተ ቃልሲ ኮይኑ ኢና ረኺብናዮ ዘለና። ፎከስድ ኣይኮነን። ኣብ መሬት ዘሎ ሓቂ ካሊእ ግን ነተን መሬት ዘሎ ሓቂ ፅንሰ ሓሳባዊ መፍትሒ ንምንዳይ ዘንበብናዮም መፃሕፍቲ በዝሒ ንምርኣይ እንገብሮ ክትዕ ነቲ ሓላፍነት ዝጎደሎ ብሓይሊ ጠበንጃ ናብ ስልጣን ተመሊሱ ዘሎ ሓይልን ንሱ ከም መፀግዒ ዝሪኦም ዘሎ ሓይልታት ፅንተትን ጥጡሕ ባይታ ካብ ምፍጣር ወፂኡ እቲ ክውንነት ክንቅይር ኣይከኣልናን። ዝተወደበ ዝተዋህለለ ዓቕሚ ሒዝና ብሄር ከነድሕን ኣብ እንኽእለሉ ቃልሲ ኣይኮናን ዘለና። ሓሳባት ኣምፂእኻ ምክርኻር ኣብ ሓሳባት ምምይያጥ ክኸውን ዘለዎን ክቕፅል ዘለዎን ጉዳይ እኳ እንተኾነ ግን ድማ እተን መሬት ዘሎ ሓቂ ይቕድመና ስለ ዘሎ እቲ ብሄር ገዲፉና ይጠፍእ ስለ ዘሎ ኩሉ ዓቕምና ትኹረቱ ዝፈልጥ ጌርና ቃልሲ ክንውልዕ ይግባእ። ተጋሩ ሎሚ ሓራምዝ ኣብ ዝጃፍዕሉ ሜዳ ኣቲና መጋበርያ ናይቶም ሓራምዝ ክንከውን ኣይግባእን። ኪሳራና ካብ ምብዛሕን መናእሰያትና ካብ ምስኣንን መሬትና ካብ ምዕናውን ሓሊፉ እንኸስቦ ከስቢ ወይከ ኣይህልን። ንስርዓት ህግደፍ ይኹን ንስርዓት ብልጽግና ኣሚንካ፣ ረብሓ ትግራይ ከዐውት እየ ኢልካ እትገብሮ ሸበድበድ ክብሪ ብሄርካ ዘውርድ እምበር ናይ ትግራይ ረብሓ ክምልስ ዝኽእል ከምዘይኮነ ካብ ባዕሎም ካብቶም ሓይልታት ንፈልጦ ጉዳይ እዩ። ብደቡብ ገፅ ዘሎ ሓይሊ ብልፅግና ትግራይ ዝበሃል መንነት ካብ ገፀ መሬት ከጥፍእ ፈኪሩ ተሃንዲዱ ዝወፈረ ሓይሊ እዩ። ምስዙ ብልፅግና ዝበሃል ፓርቲ ምንም ዓይነት ፅምዶ ክህልወካ ኣይኽእልን። ምስ ኢትዮጵያ ዝበሃል ስርዓት ግን ሕጋዊ መትከላዊ ርክብ ምግባር ግድን እዩ፣ ክውንነት እዩ። ሕጋዊ ርክብ ብፕሪቶርያ ኣቢልካ ብሕገ መንግስቲ ኢትዮጵያ ኣቢልካ ዲፕሎማስያዊ ፅዕንቶ እንዳፈጠርካ ስምምዕ ፕሪቶርያ ምፍፃምን እታ ንብርቲ ትግራይ ናብ ንቡር ቦታኣ ምምላስን ግዴታ እዩ። እዚ ሸበድበድ ዘይኮነ እዚ ልመና ዘይኮነ ናይቲ ስርዓት እውን ግዴታ እዩ። ናይ በጀት ርክብ ኣለና፣ ካልኦት መንግስታዊ ርክባት ኣለውና ኣብዚ ዓዲ እዚ። ዋላ እኳ እቲ ዓዲ መፅነቲ ዓዲ እንተኾነን ካብዚ ዓዲ እዚ ብሕጋዊ መንገዲ ብዲፕሎማስያዊ መንገዲ እሱ ዘይኸውን እንተኾይኑ ዕድል ዝዕፀ እንተኾይኑ እውን ዓቕምታትና ኣኪብና ብንገብሮ ቃልሲ ናፃን ልዕላዊትን ሃገርና ክነግህድ ዝቆረፅና ዋላ እኳ እንተኾንና ግን ፅምዶን ርክብን ዝተፈላለዩ ተግባራት እዮም። ምስ ብልፅግና ምፅማድ ዝበሃል ነገር የለን። ምስ ስርዓት ኢትዮጵያ ሕጋዊ ግዴትኡ ክፍፅም ርክባት ምግባር ግን ናይ ግድን እዩ። መሰልና ስለዝኾነ፣ እቲ ሃገርውን ግዴትኡ ስለዝኾነ፣ ምስ ስርዓት ህግደፍ ክግበር ዝኽእል ጽምዶ ዝበሃል እውን ፈጺሙ ክህልይ ኣይኽእል። ልክዕ ከምቲ ብልጽግና ካብ ታሪኽ ካብ ሕልና ወዲ ሰብን ክንፍሕቆም ኣለና ኢሉ ተበጊሱ ጀኖሳይድ ዝፈጸመልና፣ ስርዓት ህግደፍ እውን ካብ ዝጅምር ጀሚሩ ካብ ኣውራጃ ዘይዘልል ህልውናን ካብ ሓደ ማሕበር ናይ ኣቡነ ኣረጋዊ ዘይበልጽ ውዳበን ጥራሕ ዘለዎ ዝሓሰረ ዝወደቐ ማሕበረሰብ ክህሊ እምበር ከም ብሄር ክንህሉ ዝፈቅድ ስርዓት ዘይምዃኑ ብፕሮፖጋንድኡ ንፈልጦ ብተግባራቱ እውን ንፈልጦ ስርዓት እዩ። ምስዚ ስርዓት እዚ ክጸምደካ ደኣ እምበር ክጻመደካ ኣይኮነን ዝጽውዐካ ዘሎ። ክጸምደካ ንዝጽውዐካ ሓይሊ እሞ ሕሉፍ ታሪኹን ተግባራቱን ንትፈልጦ ሓይሊ መጻምዲ ክትከውን ላዕልን ታሕትን ምባል መተዓዛዘቢ ምዃኑ ጥራሕ ዘይኮነስ እቲ ብሔር ካብ ክብሩ ምውራድ እውን እዩ ዝኸውን ዘሎ ስለዚ ምስዞም ሓይልታት እዚኦም ዝግበር ጽምዶ ቅዱስነትን ቅቡልነትን ኣይብሉን። በዞም ተጻመድቲ ኣካላት እዚኦም ዝውላዕ ዝኾነ ይኹን ውግእ ወረ ውግእ እውን ኣይወግእናን ኣይምልከተናን ክንብል ይግባእ። ናይዞም ኣካላት እዚኦም ዓይኒ መርፍኡ ዝጠፍኦ ሃንደፍደፍን ጽምዶታትን ኣይጽምዶናን ኣይምልከተናን ክንብል ይግባእ። ተጋሩ ፈቲና እንስውኦሎም ከምተ ፈለማ ዝገለጽክዎ ፈቲና እንቃለሰሎምን እንስውኦሎምን ዛዕባታት ዋኒናት ዘለውና ህዝቢ ኢና። ግዳይ ጀኖሳይድ ምዃንና ጥራሕ ዘይኮነስ ከም ብሄር ህልውናና እውን ኣብ ሓደጋ ዝወደቐ ስለ ዝኾና ጉዳይ መሬት፣ ጉዳይ ተመዛበልቲ ዕልባት ኣይረኸበን። ብሄራዊ ሓድነትን ሲኒትን ብሄራዊ ዓቕምን ትግራይ ምእካብ ገና ፍታሕ ዘይረኸበ ጉዳይ እዩ። ጸጥታን ምርግጋዕን ንህዝብና ኣብ ዝኸፍአ ኩነታት ዘሎ ጉዳይ እዩ። እንተያ ተገይሩስ መፃኢ መረፃ እውን ጥጡሕ ባይታ ክንፈጥር ይግበእና እዩ። ብኡ ኣቢልካ ሙሉእ ግዝኣታውን ፖለቲካውን ልእላውነት ዘለዋ ትግራይ ብምውሓስ ናፃን ልእላዊትን ሃገር ምግሃድ እንኽእለሉ ዓቕሚ ንኽንእክብ ሎሚ ኮይንና እንቃለሰሉ፣ ሎሚ ኮይንና ውራይና እነሳስየሉ መድረኽ ግን ኣለና ዓቕሚ እውን ኣለና። ትግራይ ሙሉእ ንሙሉእ ዝተሓሸሸትን ዝተስዓረትን ሓይሊ ዘይምዃና ዓለም እውን ይፈልጥ፣ እቶም መፃምዲ እውን ይፈልጡ እዮም። ትግራይ ዓቕሚ ኣኪባ ምእንተ ረብሓኣ ከይትቃለስ ዓቕሚ ኣኪባ እሙን ቅቡል መንግስቲ ከይህልዋን ተደራዳሪት ኮይና ከይትወጽእን እቲ እንኮ ማሕንቆ ኮይኑ ዘሎ ሸኽሚ ኮይኑ ዘሎ ሓይሊ እዚ ብሓይሊ ጠበንጃ መንግስትነት ተቆጻጺሩ ዘሎ ጉጅለ እዩ። እዚ ስርወ መንግስቲ እዚ ካብ ፖለቲካ ትግራይ ከይኣለኻ እዚ ስርወ መንግስቲ እዚ ዝእዝዞ፣ ዝመርሖ፣ ዝገንሖ ዋኒን ትግራይ እናሳሰኻ እተድሕና ትግራይ ኣይትህሉ። ብቲ ሓይሊ እዚ ጠፊእና በዚ ሓይሊ እዚ እንዳተመራሕና ክንድሕን ድማ ኣይንኽእል። ዛጊድ ዘሳስዮም ዘሎ ነገራት እውን ሓይሊ ካብ ምብታን ሓሊፉ ሓይሊ ክእክብ ኣይረእናዮ። እታ ዝተረፈት ብናይ ባዕላ መሪሕነት ክትምራሕ ዴሞክራሲያዊ መትከል ተኸቲላ ከባቢያዊ ምምሕዳር ኣፅኒዓ ሓንቲ ትግራይ ሓደ መፃኢ ብዝብል ጭርሖ ሰልፍታት ትገብር ዘላ ሓንቲ ዞባ ዞባ ደቡብ ትግራይ እውን ናብቲ ግዕዘይ ኣመራርሖኦም ንምእታው ብሓይሊ ጠበንጃ ናብቲ ስርሖም ንምእታው ናብ ቁፅፅሮም ንምእታው ናብ ጭዋድኦም ንምእታው ዝገብርዎ ዘለዉ ከይዲ ኩሉ ትግራዋይ ክቃወሞን ክኹንኖን ዝግብኦ ተግባር እዩ። ኣብዚ ከባቢ እዚ ከምተብ ካሊእ ከባቢ ዝገበርዎ ብሓይሊ ጠበንጃ ስርዓት ንምትካል ህዝባዊ ድምፅታት ንምዕፋን ዝኽየድ ክያዶ፣ እታ ገመድ ትግራውነት ንምብጣስ ዝተረፈቶም ሓንቲ ዓረር ይትኩሱ ኣለዉ ማለት ምዃኑ ክፍለጥ ኣለዎ። ትግራውነት ኣብ ዝኸበደ ኩነታት ከእትዉ፣ ጉጅለኣዊ ረብሐኦም ከሳስዩ፣ መላእ ህዝቢ ብጉልበት ክዕፍጥጡ፣ ዝኸድዎ ዘለዉ ክያዶ እዩ። ናይ ዘባ ደቡብ ጥራሕ ዘይኮነ እቲ መፈናፈኒ ስኢኑ ድምፁ ዝሰምዕ ስኢኑ ጎቦታቱ ዝፈርስ ዘሎ መሬቱ ዝሕረስ ዘሎ ሩባታቱ ብኬሚካል ዝሕፀብ ዘሎ ዞባ ሰሜን ምዕራብ እውን ተመሳሳሊ ድምፂ ዝኾነ እዩ ስኢኑ ዘሎ። ትግራይ ትነቁር እያ ዘላ በዚ ሓይሊ እዚ ካብ ዕለት ናብ ዕለት ትፈርስ እያ ዘላ በዚ ሓይሊ እዚ ሓላፍነት ዘይስምዖ ሓይሊ እዩ እዚ ሓይሊ እዚ ሎሚ ኮይኑ እውን ትማሊ ዝተሰሓሓቶ ስሕተት ብድፍረት ክደግም በበደራሻቱን በብኣኼባታቱን ብኣውያትን ብረብሻን ትካላት ክቆፃፀር ኣብ ቲዲኤ ዝገበሮ ርኢና ኢና ኣብ ካልኦት መድረኻት ዝገበሮም ርኢና ኢና። ሎሚ ኣጸልሚቱ ኣብ ወረዳታት፣ ኣብ ጣብያታት ብሓይሊ ጠበንጃ ሰባት እናፈራርሐ ዝምንጥሎ ዘሎ ማህተም እውን ንሪኦ ዘለና ጉዳይ እዩ። ሎሚ እውን ኮይኑ ማለት እዩ። ሙሉእ ህዝባዊ ቅቡልነት ዝሰኣነ፣ ኣብቲ ዝገጠሞ ናይ ሕጊ ቅልውላው ከም መፈራርሒ ብሄረ ትግራይ ናብ ኩናት ከእቲ ዘይኣጀንድኡ ኣጀንዳ ክገብርን ዘይመፃምዱ ከፃመድን ንሪኦ ዘለና ሓይሊ እዩ። ኩሉ ዓቕምና ዝሓይሊ እዙይ ንምእላይ ክኸውን ኣሎ። ብየማነ ፀጋም ዘለዉ ሓይልታት ሓይልታት ፅንተት ምዃኖም ንፈልጥ ብዝተዋደደ ቃልስና እውን ከምዝሰዓርናዮም ንፈልጥ። ተመሊሱ እቲ ዓወታትና ዝሓሸሸን መንገድታትና ዝኾለፈን ሓይሊ ግን ኣብ ጓጓና ዘሎ ሓይሊ እዩ። ስለዚ ነፂርና ምእኹልን ታርጌቱ ዝፈልጥን ቃልሲ ናይ ምግባር ግዴታ ክህልወና እዩ ካብቶም ዓንትዎ ፈቲና ክንስውኦሎም ኣለና ዝበልናዮ መርገጺና ንዓኣቶም ጌርና ኣብ ግቡጥ መንጎኝነት ጠጠው ክንብል ኢና ዝበልናሎም ኣጀንዳታት ብተወሳኺ ሎሚ ኣብ መላእ ትግራይ ዝረኣይ ኣብ ሰብ ሞያ ሕጊ ብፍላይ ድማ ዳያኑ ዝበፅሕ ዘሎ ፅዕንቶ እውን ዝፍለጥ እዩ። ነፃ ኮይኖም ፍትሒ ከረጋግፁ ስርሖም ከይሰርሑ ዝግበር ዘሎ ምፍርርሓትን ዓፈናታትን ብቓልዕ ክነውግዞ ዝግበእና ጉዳይ እዩ። ናይ ሰብ ሞያ ጥዕና ሕቶ ንሰምዖ ዘለና ጉዳይ እዩ። ናይ ሰብ ሞያ ጥዕና ሕቶ ናይቶም ሰብ ሞያ ሶም ጥራሕ ጌርና ንወስዶ እንተኾይንና እውን ዝተጋገ እዩ ክኸውን። ናይ መማህራን ሕቶ በርቲዑ ክለዓል ደገፍቲ ክንከውን ይግበአና። ንንባዕልና ካብ ምብሽሻቕ ወፂና ግን እቲ ቃልሲ ክውላዕ ክንሰርሕ ይግባእ። ሰራሕተኛ መንግስቲ ይኹኑ ዘይመንግስታዊ ትካላት ዝነብርዎ ናብራን ዝሓልፍዎ ዘለዉ ህይወትን ዝፍለጥ እዩ። ከምቲ ንቡር ኣብ ዝኾነ ይኹን ዓዲ ለውጢ ደላይ ህዝቢ ዝመርሕዎ ሰብ ሞያ ጥዕና፣ ናይ ሕጊ ሰብ ሞያ፣ መማህራን፣ ከምዚኦም ዝኣመሰሉ ማሕበራት እዮም። ኣባና እዞም ምንቅስቓሳት እዚኦም ብልጭ ብዝበሉ ቁፅሪ ደጋፊ ስኢኖም ንኽጠፍኡን እቲ ፍትሓዊ ናታቶም ሕቶ እውን መልሲ ንኽስእንን እናተገበረ እቲ ሓይሊ ዓመፅ ሓይሊ ጠበንጃ ኩሉ ንኹሉ ንዒቑ ብትዕቢት ብትምክሕቲ ኣብ ዝበፅሖ ይብሉን ብዝብል ምስምስ ዘይተወደብና ምዃንና ስለ ዝፈልጥ ከም ድላዩ እንዳገበረ ውልቃውን ጉጅላውን ህይወቱ ጥራሕ ዘሳሲ ዘሎ ሓይሊ እዩ። ስለዚ ብዙሓት ዘይተመለሱ ዋኒናት ዘለውና ህዝቢ ኢና። ከም ብሄር እውን ኣብ ቀፃሊ ዝኾነ ብሄራዊ ፍርሰት ዘለና ህዝቢ ኢና። እዚ ፍርሰት እዚ ጠጠው ናይ ምባል ሓላፍነት ናይዚ ወለዶ ሓላፍነት ምዃኑ ክንግንዘብ ይግባእ። ንሶም ዘይሰርሕዎ ነውሪ ኣብ ዘየለሉ ዓዲ ነውሪ ከይንሰርሕ ኣይንሰከፍ ንሶም ዘይነኽእዎ ንሕና ንነኽኦ ነውሪ የለን ንሶም ዘየጥፍእዎ ንሕና ነጥፍኦ ዕማም የለን ኣብ ምንም ነገር ኣይተሰከፉ ነውርን ንቡርን ገላቢጦም ዝትርጉሙን ዝርድኡን ዘለዉ ኣካላት እዮም። ብዘይ ንሕስያ ብጭካነ ኣብ ልዕሊ ዝወለዶ ወፊሮም ዘለዉ ሓይልታት እዮም። በቲ ናቶም ጭካነ ልክዕ ኣይገጠምናሎምን። ብሄራዊ ሓልዮት ሒዙና ክኸውን ይኽእል፣ ግን ብሄራዊ ሓልዮት ዘይርድኦ ሓይሊ እታ ብሄር የፍርሳ ኣሎ። ነጻ ሃገር ክትከውን ዝተቓለስናላን ዝበሃግናያን ዓዲ ብዞባታት ከፋፊልዋ ኣሎ፣ ብከባብታት ከፋፊልዋ ኣሎ፣ ፈሪሳ ኣሎ። መላእ ህዝቢ ትግራይ ደቁ ገቢሩ ደም ከፊሉ ዘጣየሾ ብሔራዊ ሓይሊ ብሔራዊ ትካል ቲዲኤፍ ዝበሃል ትካል ኣብ ሰለስተ በርባዕተ ገማሚዕዎ ይርከብ። ገሊኡ ሓረ መሬት ኣሎ፣ ገሊኡ ኣብ ዓዲ ኣሎ፣ ገሊኡ ኩሉ ገዳዲፉ ህይወት ከድሕነሉ ኣብ ዝኽእል ቦታ ኣሎ። ከምዚ ገይሩ ትካልና ዘፍረሰ ሓይሊ እዚ ሓይሊ እዚ ንክንገጥም እዚ ነውሪ እዩ እንብሎ ኣካይዳ ክህሊ ኣይግባእን። ብፖለቲካ ስዕርናዮ ኢና። ብፖለቲካ ብዲፕሎማሲ ቀደሙ እውን ስዕሩ እዩ። ኩሉ ተወዲእዎ ግን ብሓይሊ ጠበንጃ ትግራይ ጨፍሊቑ ሒዝዋ ዘሎ ሓይሊ እዩ። ኩሉ ሓሊፍዎ ድማ ብሓይሊ ጠበንጃ ምስ ሓይልታት ፅንተት ይዛመድ ኣሎ፣ ይፃመድ ኣሎ። መገዛ ዓድና ህግደፍ ዘፈራርሐና ሰባት ኮይና ኣለና። መገዛ መሬትና መሕብኢ ጉድጓድ የብልኹምን ይብሉና ኣለዉ። ብሄርና ስለ ዝበልና፣ ዓድና ስለ ዝበልና እንተ ንሕና ዓድና ገዲፍና ናብ ንኸዶ የብልና ዓድና ከነድሕን ኣብ እንገብሮ ቃልሲ እታ ክንከፍላ ዝግበአና ኣልቲሜት ፕራይስ እሳ እንተኾይና ክንከፍላ ኢና ኣብ ኣለና ግን ከም ብሔር ናብዚ ውርደት እዚ ምውዳቅ ከተሓሳስበና ይግባእ። ከም ብሄር ምስ ዓቕምና እሞ ምስ ዓቕምና ዓቕምና በቲኑ ኣብ ፖለቲካዊ ዝሙት ተጸሚዱ ዘሎ ጉጅለ እዚ ጉጅለ እዚ ንምእላይ ዘሰክፍ ነገር ክህሊ ኣይግባእ ኩሉ ሕጋዊ ቃልሲ ተጠቒምና ክነኣልዮ ክነወግዶ ይግባእ ሕጋዊ ቅቡልነት ስለ ዝሰኣነ ምእንተ ናቱ ሕጋዊ ቅቡልነት ተባሂላ ትግራይ ትኸፍላ ዋጋ ክትህለ ይብላ። ኣድልዎ ናብ ሕጊ ክኸይድ ይኽእል እዩ። ብሕጋዊ መንገዲ ክውድእ ይኽእል እዩ። ስምምዕነት ፕሪቶርያ ፈሪሱ ብዝብል ምስምስ ፕሪቶርያ ናይ ህዝቢ ጉዳይ እምበር ናይ ሓደ ውድብ ጉዳይ ኣይኮነን። ህዝቢ ወኪሉ ንዝፈረሞ ስምምዕነት ምስ ናቱ ናይ ሕጊ ህልውና ከተሓሕዝን ንሱ ሕጋዊ ቅቡልነት እንትስእን መሊሱ ትግራይ ናብ ዘይተደላዩ ኩናት ከእቱን ሃንደፍደፍ ዝብል ሓይሊ ክንዕገስ ኣይግባእን። ስምምዕነት ፕሪቶርያ ናይ ህዝቢ ጉዳይ መንግስቲ ተኺልና ብመንግስቲ ኣቢልካ ዝፍፀም ጉዳይ እምበር ብሓደ ዝኸሰረ ውድብ ንህልውንኡ ክበሃል ዝግበር ጉዳይ ክኸውን የብሉን። ስለዚ መላእ ህዝቢ ትግራይ፣ መላእ ዳያስፖራ፣ መላእ ሓይልታት ቲዲኤፍ ኣብ ደገ ሃሉ ኣብ ውሽጢ እዚ ኮርን ካብ ኮርን ላዕልን ዝበሃል ሓይሊ ተሸኪሙ ዘምፅኦ ብሓይሊ ጠበንጃ ተሸኪሙ ዘምፅኦ ስርወ መንግስቲ ህወሓት ፀረ ብሔረ ትግራይ ምዃኑ ፈሊጥና እዚ ሓይሊ እዚ ብፖለቲካዊ ብሕጋዊ ቃልሲ ኩሎም ዝከኣሉ መንገድታት ተጠቒምና ክንኣልዮ ናብ ሓደ ክንጥርነፍ ቃልስና በብዘለናዮ ከነዋድድን ዲፕሎማስያዊ ፅዕንቶ እውን ክነዕርፍን ይግባእ። እቲ ከምትንቀቆ ዘለና ንማሕበረሰብ ዓለም ንዲፕሎማስያዊ ዘይተደላይን ዝተሰሓሓተን መልእኽቲ ከይነሕልፍ እዩ። ሎሚ ከም ቀደም ኣይኮነን። ኩሉ ህወሓት ማለት ህዝቢ ትግራይ ማለት እዩ ኢሉ ክኣምን ኣብ ዝተገበረሉ ግዘ ንህወሓት ንምውቃዕ ኣምሲልካ ብሄረ ትግራይ ከቢድ ዋጋ ክኸፍል ተገይሩ እዩ። ሎሚ ህወሓት ንህዝቢ ትግራይ ኣብ ዝሃለየ ሃሎ ህወሓት ክልቲኡ ፍንጫል ሸኽሚ እምበር ጸጋ ኣይኮነን። ሎሚ ትግራይ ብዙሕ ኣማራጺታት ዘለዉዋ ዓዲ እያ። ብዙሓት ውድባት ዘለዉዋ ዓዲ እያ። ብሕወሓት ዝውከል ብሄር የለን። ብሕወሓት ዝውከል ካድረ ክህሉ ይኽእል። ናይ ሕወሓት ጉዳይ ናይ ካድረታቱ ጉዳይ ይኸውን። ናይ ብሄረ ትግራይ ጉዳይ ድማ ናይ መላእ ደቂ እታ ብሄር ይኸውን፣ ናይ ኩላትና እዩ። ስለዚ ኣንጻር ብሄርና ዘቕንዕ ህወሓት ኩልና ደቂ ብሄር ክንገጥመሉ ግዴታ እዩ፣ ክንቃለሶ ግዴታ እዩ ዝኸውን። ከኽፍለና ዝኽእል ዋጋ እንተሃለየ ክንከፍሎ ድልዋት ክንከውን እዩ ዝግባእ። ኣብ መወዳእታ ክሕልፎ ዝደሊ ዳያስፖራ ተወዲቡ ቃልሲ ክጅምር ከም ዘለዎ ከምቲ ኣብ እዋን ፅንተት ተወዲብኩም ፍቐዶ ኤምባሲታት እናዘርኩም ፍቐዶ ፅዕንቶ ፈጠርቲ ሰባት እናዘርኩም ፍቐዶ ጎደናታት ኣውሮፓን ኣሜሪካን እናተሰለፍኩም ድምፂ ትግራይ ተስምዕዎ ዝነበርኩም ሎሚ እውን ተኣኪብኩም እዚ መንገዲ እዙይ ክትክተሉን ኣንፃር ህወሓት ኣንፃር ብልፅግናን ኣንፃር ህግደፍን ቃልሲ ክትጅምሩን ይግባእ። እቲ ኮሚኒስታዊ ግዕዘይ ተወጊዱ እቲ ሓድሽ ዴሞክራሲያዊ ኣተሓሳስባ ዝሓዘ ወለዶ ክትካእ ዓዲ ከድሕን ዝተናበበ ዝተዋደደ ቃልሲ ምግባር የድሊ። እዚ እንተዘይኮይኑ እግሪ እግሪ ህወሓት ንኸይድ እንተኾይንና ልምዲ ካብ ርሑቕ ምምፃእ ኣየድልየናን ዋላ ኣብ ወፃኢ እውን ከምታቶም ናይ ሰሜን ኣሕዋትና በበዳራሹ ብወናብር ዝተራኽሕዎ ምትርኻኽ ክንጅምር ኢና ማለት እዩ ተጋሩ ኣብ ውሽጢ ዓዲ እውን እዚ ወለዶ ስለዝተሸከሞ እምበር ካድረታት ህወሓት ምእዋይ፣ ምፅራፍ ኣብ ኣዳራሻት፣ ኣብ ኣኼባታት ጀሚሮምዎ እዮም። እቲ ግርምቢጥ ዝገብሮ፣ እቲ ሕቶ ዘለዎ፣ እቲ ተዓፊነ ዝብል፣ እቲ መንእሰይ ወለዶ ናብ ከምኡ ዓይነት ሓይለ መልጢ ኣይተሰጋገረን። ሕትኡ ብሰላማዊ መንገዲ እዩ ዝሓትት ዘሎ። ስለዚ መትከላውያን ኮይንና ብየማነ ጸጋም ካብቶም ዕስለ ዝመጽእ ወቐሳታት ከይተሰኮና ብስሩ እውን ዝተረፈ ዘይንነኽኦ ንስከፎ ነውሪ ስለ ዘየለ ኩሉ እቲ ነውሪ ስለ ዝኣተይዎ ብዓሰርተ ጻብዕቶም ስለ ዝኣተውዎ ዘሰክፍ ስለ ዘየለ ብሄር ንምድሓን እንተስ ቀጥ ኢልካ ጉየ እንተስ ጋሕጠጥ ኢልካ ጉየ ብዘየገድስ ዓድኻ ክተድሕን ጉየ ኣንጻር እዞም ሓይልታት እዚኦም ተሰለፍ ብኣብነት ንምርዳእ እንተተደልዩ ኣብ ኩናት ዩክሬንን ሩስያን ጆርጅያ እትበሃል ዓዲ ኣብቲ ኩናት እትጥበስ ዓዲ ኣላ ሩስያ ኣንጻር ዩክሬን ኩናት ክትእውጅ ክትደሊ ከላ ቅድሚኡ እውን ኣብ ግዝኣት ኣብ ልኡላዊ ግዝኣት ናይ ጆርጅያ ኣትያ ዝነበረት ሓይሊ እያ። እቲ ሕቶሱ ፍታሕ ከይረኸበ ኣንጻር ዩክሬን ክትወፍር ከላ ድማ ናብ ናይ ጆርጅያ ግዝኣት ኣትያ ነይራ። ጆርጅያ ሕቶ ኣለዋ፣ ግዝኣታ ተወሪሩዋ እዩ። እንተኾነ ግን መትከላዊት ኮይና መንጎኛ ክትከውን ዝመረጸት ዓዲ እያ ነይራ። ኣብ ዩኤን ብመግለፂ እውን ንህዝቢ ብዝሰደደቶ ብዝወዘዐቶ ናይ ሩስያ ኣብ ልዕሊ ዩክሬን ምውፋር ኣውጊዛ እያ። ኣብ ግዝኣታ ምእታዎም እውን ኣውጊዛ እያ። ነገር ግን ምዕራባውያን ካብ ምዕራባውያን ይኹን ካብ ዩክሬን ዝመፀ ናይ ሓገዝ ሕቶ ግን ነፂጋቶ እያ። ኣንጻር ሩስያ ካልኣይ ግንባር ክትከፍት እውን ብቓልዕ ሕቶ መጺኡላ ነይሩ እዩ ካብ ምዕራባውያን ዓድታት። እንተኾነ ግን እዚ እውን ነጺጋቶ እያ። ሩስያ ግን ኣብ መሬት ጆርጂያ እናሃለወት እዩ ግንባር ካልኣይ ግንባር ኣይከፍትን ኢላ ዝነጸገቶ። ህዝቢ ጆርጂያ እውን ምስ ዩክሬን ወጊኑ ኣንጻር ሩስያ ክስለፍ ጸቕጢ ገይሩ ነይሩ እዩ። እንተኾነ ግን ለባማት መራሕቲ መትከል ጥራሕ ሒዞም እቲ ተግባር ብምውጋዝ ኣብ መሬቶም ዝኸፍዐ ዕንወት ንኸይመፅእ ዜጋታቶም ዘይተደላየ ኪሳራ ንኸይኸፍሉ ምስትል ምስትል ጠጠው ብዘይምባል ብዘይምፅማድ ዩክሬን ንትፍፅሞ ስሕተት እውን ተውግዝ ሩስያ ንትፍጽሞ ስሕተት እውን ተውግዝ መትከላዊት ኮይና ጠጠው ዝበለት እያ። ኣብ መወዳእታ ድርድር ይገበር እንትበሃል እተን ዝደራደራ ሓይልታት እተን ዝዋግኣ ሓይልታት እየን፣ እተን ተለጠፍቲ ኣይኮናን። ትግራይ ሎሚ ብሕጊ ኣብ ትሕቲ ኢትዮጵያ ዘላ ዓዲ እያ። ነገር ግን ኣብ ኢትዮጵያ ውክልና ዘይብላ ዓዲ እያ። ኣብ ትካላት ኢትዮጵያ ምንም ዓይነት ውክልና ዘይብላ ዓዲ እያ። ብስሩ እውን ኣብ ልዕሊ ኢትዮጵያ ሕቶ ዘለዋ ዓዲ እያ። ስለዚ ኢትዮጵያ ምስ ኤርትራ ንእትገብሮ ኹናት ትግራይ ኣብ ጎና ንክተሰልፍ ዘኽእል ሞራላዊ ሕጋዊ ኩነታት የለን ማለት እዩ። ሓደ ኤርትራ ካሊእ ዓዲ እዩ። ልኡላዊ ሃገር እዩ። ኤርትራ ዝመርሕ ዘሎ ስርዓት ድማ ጀኖሳይደር እዩ። ኣብ ልዕሊ ትግራይ ጀኖሳይድ ዝፈጸመይ ጥራሕ ዘይኮነ ብቐጻልነት እውን ከም ብሄር ጠጠው ክንብል ዘይፈቅድ ስርዓት እዩ። ትግራይ ቅቡል መንግስቲ እንተልዩዋ ኣብ ናይ ኤርትራን ኢትዮጵያን ኩናት ምስ ሓዲኦም ክትውግን ትኽእለሉ ሕጋዊ ሞራላዊ ኩነታት ብቕዓት የለን። ዘገድድ ነገር እውን የለን። ኣብቲ እዋን እዚ ግን ክትሓቶም ዝግብኦም ሕቶታት ግን ኣለዋ። ናይ መሬት ጉዳይ ሓደ ጉዳይ እዩ። ግዝኣትና ክምለስ ኣሎ፣ ወረርቲ ክወፅ ኣለዎም። እዞም ክልተ ሓይልታት እንትዋግኡ ንሕና እንሓቶ ሕቶ መሬተይ ዝብል ሕቶ እዩ ዝኸውን። ንሕና እንሓቶ ሕቶ ፍትሒ እዩ ዝኸውን። ንሕና እንሓቶ ሕቶ ተመዛባላይ ምምላስ እዩ ዝኸውን ውሑስ ብዝኾነ መንገዲ። ስለዚ ኣድቫንቴጅና ኢና ንርኢ ማለት እዩ። መትከልና ኢና ንርኢ ማለት እዩ። ብሔራዊ ረብሓና ኢና ንርኢ ማለት እዩ። ምስ ሓዲኡ ምፅማድ ዘለዎ ሳዕቤን ግን ከይዱ ከይዱ ቀዳማይ ነገር እንተስ ተሰዓዒሮም እንተስ ከም ኩኩናት ተታኺዖም ተታኺዖም ዛሕ ምስ በሉ ክልቲኦም ዘይምስዕዓር እንትፍጠር ኣብ ልዕሊ ትግራይ ዝመፅእ ሪታሌሽን እዩ። ሕነ ምፍዳይ ብቀላ እዩ። ዘይመትከላዊ ፅምዶ ስለ ዝገበርና ምስ ዝኾነ ይኹን ሓይሊ ክልቲኦም ፀላእቲ እዮም፣ ግን ምስ ሓዲኦም ብንገብሮ ፅምዶ ዝመፅእ ዕንወት እዩ ዝኸውን። ምናልባት እንተዘይተሰዓዒሮም ብማሕበረሰብ ዓለም ፅዕንቶ ምኽንያት ናብ ካሊእ ናይ ፕሪቶርያ ስምምዕነት እንተተኸይዱ ትግራይ ምስ እገለ ፀሚድኪ ነርኪ እኽሞ ንዕ ተደራደሪ ዝብል ኣካል የለን። እቲ ድርድር ዝኸውን ኣብ መንጎተን ክልተ ልኡላውያን ሃገራት እዩ ዝኸውን። ኣብ ሜዳ ዝወግሖ ዝብኢ ኮይና ትተርፍ ትግራይ። ሳልሳይ ስርዓት ህግደፍ ናይ ልኡላውነት ሃገር ሕቶ ሒዙ እዩ ምስ ኢትዮጵያ ዝገጥም ዘሎ። ቅቡል ሕቶ እዩ። ስርዓት ኢትዮጵያ ድማ ብተመሳሳሊ ናይ ባሕሪ ኣክሰስ ይብል ካሊእ ካሊእ ይብል ዝገብሮ ዘሎ ምስ ኢትዮጵያ ዝገብሮ ዝገብሮ ናይ ኩናት ኢንጌጅመንት ሃገር ኮይኑ ዝገብሮ እዩ ፍሉጥ እዩ። ኣብ መንጎ ትግራይ ተኸፋፊልካ ምድርዳር ክመፅእ ይኽእል እዩ። እዞም ሓይልታት እዚኦም ስርዓት ህግደፍ ብፍላይ ንሕወሓት ወይ ንትግራይ ከድሕን ኢሉ ልእላውነት ሃገሩ ሕሊፉ ዝህብ ሓይሊ ኣይኮነን፣ ክህብ እውን ግቡእ ኣይኮነን፣ ከምኡ ክገብር ኣይኽእልን ፈፂሙ። ዘይንፈልጦ ስርዓት ኣይኮነን። ልኡላውነት ሃገር ሒዙ ዝደራደር ሓይሊ ናይ ትግራይ ግዝኣታዊ ሓድነት ንክምለስ ኢሉ ኣብ ልእላውነቱ ዝደራደር ሓይለ ይኸውን ስርዓት ኢትዮጵያ እውን ተመሳሳሊ ኣብ መንጎ ጠሊምዎም ክተዓረቕ ንዝኽእል ሓይሊ ኣብ መንገዲ ተባኢስዎም ክኸይድ ንዝኽእል ሓይሊ ፅምዶ ኢልካ ትግራይ ምጥባስ ኣብ ዝረሰነ መቕሎ ምጥባስ እዩ ዝኸውን ነትርፎ ነገር የለን። ይከኣል ዶ? እወ ይከኣል። ሃፈፅታ ኣይረኽበናን ማለት ግን ኣይኮነን። ኣብ ዓሰብ ኢትዮጵያን ኤርትራን እንትዋግኣ ናይ ዝውግእ እዚ ሃፈፅታ ንትግራይ ኣይረኽባን ማለት ኣይኮነን። ብውሕዱ ግን እቲ ዕንወት ምቕናስ ይከኣል እዩ። ዲፕሎማስያዊ ለቨሬጅ ንውስኽ፣ ውሽጣዊ ዓቕምና ንሃንጽ፣ ቀጻሊ ክፍጠር ንዝኽእል ነገር ንዳሎ፣ ግዝኣታዊ ልኡላውነትና ነውሕስ። ኣብ መንጎ። ሕቶና ንሱ እዩ። ኣብዚ ኢና ንረግጽ። ትንኽእሎ ጌርና ኢና ዕንወት ንቕንስ። ብዲፕሎማስያዊ ፅዕንቶ ኣብ ትግራይ ክበፅሕ ዝኽእል ዕንወት ንክቕንስን ካብ ግዝኣትና ንክወፁን ናይ ምግባር ተኽእሎ ኣለና። እዚ ብዝበለፀ ብሰነድ ተተንቲኑ ስለ ዝቐርብ ኣሐቲምና እውን ስለ ንውዝዖ ኣብኡ ክትርእይዎ ኢኹም ከመይ ይኸይድ ዝብል እቲ ካልእ ህወሓት ናፅነት ዝብል ኣጀንዳ ሒዛ እንተመፅያ ሓቢርኩም ክትሰርሑ ትኽእሉ ዶ ዝብል ህወሓት ቀዳማይ ነገር ሸውዓተ ግዜ ሰብዓ ዕላማ ናፅነት ዝጠለመት ውድብ እያ። ሙሉእ ልሙሉ ዘበና ሙሉእ ብሄራዊ ቃልሲ ዝጠለመት ዕላማ ናፅነት ዝጠለመት ውድብ እያ። ታሪክ ንግደፎ ናይ ትማሊ ታሪክ ብተግባር ዝነበርናሉ ታሪኽ ዝረእናዮ ዋጋ ዝተኸፈሎ ታሪኽ ጥራሕ ምርኣይ ይከኣል እዩ። ህዝቢ ይውስን ብዝብል ምስምስ ዕላማ ሓቢኦም ኣብ ዝተፈላለዩ ዘይስሩዓት መድረኻት ናፅነት ይብሉ ከምዘይነበሩ ቆቦ ሓሊፎም ንኣዲስ ኣበባ ምግስጋስ ምስ ጀመሩ ግን ኣብ ኣዲስ ኣበባ ወንበር ናይ ምክፋልን ክፍለ ከተማታት ኣዲስ ኣበባ መን ስልጣን ሓዘ ናብ ዝብልን እዮም ኣትዮም። ንፅባሒታ እዮም ዕላማ ዝጠልቡ ክገብርዎ ይኽእሉ ግን እታ ዝተረፈት እንኮ ሰብ ክተዕስለሎም ትኽእል ኣጀንዳ ብሄርተኝነት ስለ ዝኾነት ህዝቢ ትግራይ ኣብ ኣዲስ ኣበባ ጉዳይ ስለ ዘይብሉ ቃልሲ ህዝቢ ትግራይ ትግራውነትን ብሄረ ትግራይን ስለ ዝኾነ ንዓኣ ንምምንጣል ላዕልን ታሕትን ይብሉ ኣለዉ እቲ ምጽማድ ናጽነት ዕላማኦም እንተዝኸውን ምስ ሓይልታት ህግደፍ ዘይኮነ ምስ ሓይልታት ናጽነት ትግራይ እዩ ክቕድም ነይሩ ምርድዳእ ክፍጠር ነይሩ ዕላማኦም እንተዝኾን ብሓቂ ንውድብ ናጽነት ሽማሽም እናለጠፍካ እናጥቃዕኻ በቲ ሓደ መዳይ እቲ ዕላማ ክትወስድ ስለ ዝደለኻ ናይቲ ዕላማ በዓል ዋና ንምዃን ንውድብ ናፅነት ግን ካሊእ ሽም ምልጣፍ ብባህሪኡ ህወሓት ወይ ዜሮ ወይ ሚእቲ እዩ። ሓቢርካ ምስራሕ ዝበሃል ነገር ኣይፈልጥን። ኩሎ ጥፊእኻ ኣብ ታሪክ ከምኡ ገይሩ ሕዚ እውን ዝገብሮ ዘሎ ንሱ ኩሎ ጥፊእኻ ብሒትካ ምትላል፣ ምጭዋይ፣ ምብላፅ እዚ እዩ ብባህሪኡ ዝገብር። ስለዚ ናይ ናፅነት ዕላማ ኣብ ተጋዳላይና ከም ዘሎ ንፈልጥ፣ ሕወሓት እውን ግን ክጨውዮ ከም መራስሖ እምበር ክሕበአሉ ናይ ፖለቲካ ኪሳራ ናይ ዲፕሎማሲ ኪሳራ ገጢሞ ህዝባዊ ቅቡልነት ስኢኑ ኣብ መወዳእታ ናይ ሕገ ፍልጦ ቅልውላው ስለ ዝገጠሞ ኣብ ዕላማ ናጽነት ከይዱ ክሕባእ ዝገብሮ ዘሎ ከይዲ እዩ ከይድ ብምሉእ ንፈልጦ ታሪኹ ንፈልጦ ስለ ዝኾነ ምስ ተጋሩ ክጻመድ ምስ ተጋሩ ክሓብር ፈቓደኛ ዘይኸውን ሓይሊ ተደጋጋሚ ሓቲትና ኢና ብደብዳቤ ተደጋጋሚ ፃውዒት ጌርናሉ ኢና ግን ኣብዚ መስመር እዚ ዘሎ ሓይሊ ኣይኮነን ዘዘሊሉ ፍርቁ ምስ ህግደፍ ፍርቁ ምስ ብልጽግና ተሻረኽኩ ተጻመድኩ ክብል ኢና ንሪኦ ዘለና ማለት እዩ። እቲ ነውሪ የለን ዝብል ክሳብ ዕጥቂ ቃልሲ ይኸይድ ድዩ ዝብል ሕቶ ድማ ኣባላት ቲዲኤፍ ዕጥቃዊ ቃልሲ ጀሚሮም ኣለዉ ንፈልጥ ኢና። ሓራ መሬት ይብሎ ኣሎ ኣባላት ቲዲኤፍ ጀጋኑ እዮም ዋጋ ዝኸፈሉ እዮም ምእንተ ብሔረ ትግራይ ትማሊ ሎሚ ህወሓት ካብ ኮር ንላዕሊ ብዝበሃሉ ውዳቡ ኣቢሉ ብጠበንጃ ፖለቲካዊ ቃልሲ ንኸይገብሩ ዕድል ስለ ዝዓፀየ ኣይንኽእልን ኢሎም ብዕጥቂ ይመፅኡ ብዕጥቂ ኢና ንገጥሞ ኢሎም ናብ በረኻ ወፂኦም ኣለዉ እዞም ብፆትና እዞም ኣሕዋትና እዞም ተጋሩ እዚኦም ብትግራውነት ንሓምዮም ተጋሩ ይኮኑ ንብሔረ ትግራይ ከካብ ዝነበርዎ መፅኦም ዋጋ ዝኸፈሉ ብፆትና እዮም መሬት ዕንቁ ኮይናቶም በረኻ ዝወፁ ብፆት እዮም ትግራይ ሓደ ሓይሊ ክህልዋ ዝግባእ ሓደ ሓይሊ እዩ ግን እቲ ሓይሊ ንሱ ኣብ ሰለስተ ክባታተኽ ዝገበርዎ ድማ ሕወሓትን ካብ ኮር ንላዕሊ ዝበሃል ሓይሊ እዩ ከም ውድብ ናፅነት ፖለቲካዊ ቃልሲ ሲቪል ዲስኦቢዲየንስ ክንገብር ይግባእ ኢና ንብል ዘለና ውድብ ኢና ሕጋዊ ቁመናና እውን ዕጥቂ ገለበለ ዝፈቕደልና ኣይኮነን ከም ውድብ ግን ህዝባዊ ዓመፅ፣ ህዝባዊ እምቢታ ክንገብር ኢና። ተተኣኪቡ ትግራዋይ በብገዝኡ ኮይኑ ዝቁዝም ዘሎ ትግራዋይ ምእኹል ዝኾነ ፎከስድ ዝኾነ ሕቶ ምቕራብን ምቅላስን ተጀሚሩ ካብ ዓቕምና ንላዕሊ ኣይኮኑ እዞም ሓይሊ እዚኦም ስለዚ ናይ ከተማ ዓመፃት እምቢታታት ክንገብርን ብሄር ከነድሕንን ክንከይድ ይግባእ። መንግስትነት ምትካል ቤት ምኽርን ካቢኔን ዘሎ ዝተጠናኸረ ቤት መንግስትነት ምትካል እውን እቲ ሓደ ዕላማ እዩ። ብኦ ኣቢልካ ፖሊሲ ዜሮ ዜሮ ዝብል ዕላማ ኣምፂእና ኢና። ሕድጎት ካልኦት ነገራት ኣለዉ። መድረኽ ተፈጢሩ በረኻ ዘለውን ኣብ ዓዲ ውሽጢ ዘለውን ካብዚ ዝወፀውን ትግራዋይ ክእከብን ሓደ ስሙር ሓይልን ክህልወና ኢና ንደሊ። ስለዚ እቲ መንግስትነት ምጥንካር እቲ መፍትሒ ክኸውን ዝግብኦ ዝብል እዩ። ነውሪ ዝበሃል የለን ክንብል ከለና ብሄራዊ ክብርታትና ሃደሽደሽ ኣቢሎም ኣፍሪሶምዎ ግን ከም ንቡር ወሲዶም ብጅግንነት ዝምክሕሉ ዘለዉ ሓይሊ ኣለዉ። ንሶም ድማ እቶም ብሓይሊ ዕጥቂ ናብ ስልጣን መፂኦም ዘለዉ ስርወ መንግስቲ እዮም። እዚ ስርወ መንግስቲ እዚ ዘየጫማልቆ ነገር የለን። እዝስ ነውሪ እዩ ኣይግበርን ኢልካ ክትስከፎ ዝግበኣካ ዝገደፉልካ ክብሪ የለን። ኩሉ እቲ ነውሪ ፈፂሞምዎ እዮም። ሰብ ቀቲሎም እዮም። ኣብ ልዕሊ ህዝቢ ኩናት ኣዊጆም እዮም። ኣብ ልዕሊ ህዝቦም ኩናት ኣዊጆም እዮም። ዓዲ የንቁርዋ እዮም ዘለዉ። ጎቦ ተፍሒሩ ብኬሚካል ይሕጸብ ኣሎ። ግዝኣትና ተኸፋፊሉ ሎሚ እውን መሊኦም ከጥፍእዋ እታ ብሄር ብሓይሊ ናብ ዘባ ደቡብ ክንኣቲና እናበሉ ይፍክሩ ኣለዉ። ካብዚ ንላዕሊ ነውረ ይህልን ሕቶ ዝሓተተ ተጋዳላይ እምበርኪካ ካብ ምቕታል ንላዕሊ ነውሪ የለን። ዲዲኣር ክትቅበል ኢልካ ንተጋዳላይ ክንዱዚ ጉቦ ሃባ ኢልካ ካብ ምሕታት ንላዕሊ ነውሪ የለን። ኣካሉ ዝሰኣነ ተጋዳላይ ፈቐዶ ፅርግያ ክልምን እናረኣኻ ንሶም ናይ ባዕሎም ሃፍቲ ከኻዕብቱ ኣብ ዘይተደላይ ፅምዶ እንደገና ክፀምድዎ ወደኽደኽ ክብሉ ካብ ምርኣይ ንላዕሊ ነውሪ የለን። ብሄር ኢና ብሄራዊ ክብሪ ኣለና ክብርታትና ኩሉ ጠሊሞምዎ እዮም ሃደሽደሽ ኣቢሎምዎ ኣብዚ ኣብቲ ክብሪ ብሄር ኣንጻር እዞም ሓይሊ እዚኦም ክንገጥም ከለና እንስከፎ ዘየበላሸይዎ ነውሪ የለን ኢና ንብል ዘለና ገልቢጦምዎ እዮም እቲ ንቡር ነውሪ ኮይኑ ምሕታት ኣደብ ግበሩ ስርዓት ግበሩ ምባል ባንዳ ዘብል ኮይኑ ንሶም ከም ድላዮም ክገብሩ ንቡር ኮይኑ ገልቢጠምዎ እዮም ስለዚ ዝተገልበጠ ክነቕንዕን ናብ ንቡር ክንምልስን ኣብ እንገብሮ ከይዲ ዘሰክፈ ይብልናን ንምባል የቐኒየለይ